ጻድቕ ኣቡነ ኣረጋዊ ምስቶም ሸሞንተ ቅዱሳን ኮይኖም ነቲ ኣብ ጉባኤ ኬልቄዶን ሓድሽ ነገር ዝተኸስተ ክልኤ ባህሪ ማለት ክልተ ባህሪ ዝብል ትምህርቲ ብምቅዋሞም መከራ ስለ ዝጸንዖም ብ480 ዓ ም ናብ ምድሪ ኣጋእዚት ተሰዲዶም መጹ ምድሪ ኣዜብ ማለት ምድሪ ኣጋእዚት ብዘይ ሃዋርያት ጸኒዓ ትነብር ስለ ዝነበረት ሃዋርያዊ ተልእኾ ንምስፍሕፋሕ ሸሞንቲኦም ቅዱሳን ንብረቶም ጠርኒፎም ኣኽሱም ኣተዉ ነዚ ነገር እዚ ንጉስ ኣልኣሜድ ምስ ነገሰ ኣብ ሓሙሻይ ዓመት እዩ ዝነበረ ኣባ ገሪማ ክሳብ እዚ ዕለት እዚ ኣብ ሮም ነጊሶም እዮም ዝነበሩ ምስ ለኣኽሎም ግን መንግስቶም ገዲፎም ብምምጻእ ታሽዓዮም ኮኑ እዞም ተሳእቲ ቅዱሳን ንዓሰርተ ክልተ ዓመት ብሓንሳብ ድሕሪ ምጽናሕ ስብከተ ወንጌል ንምስፍሕፋሕን ስርዓተ ምንኩስና ንምዝርጋሕን መንፈስ ቅዱስ ነናብ ዝመርሖም ተፈላለዩ። ኣባ ሊቃኖስ ኣብ ደብረ ቆናጽል፣ ኣባ ጴንጢልዎን ካብኦም ክልተ ምዕራፍ ርሒቖም፣ ኣባ ይስሓቕ ኣብ መደራ፣ ኣባ ጽሕማ ኣብ ደንዴንያ፣ ኣባ ይምዓታ ኣብ ገልገልታ፣ ኣባ ኣፋጼ ኣብ ይሓ፣ ኣባ ኣልፍ ኣህስኣ፣ በዓቲ ሰርሐም ተቐመጡ። ኣቡነ ኣረጋዊ ንእግዚኣብሔር ዝመርሕሉ ስፍራ ብስሞም ዝጽውዕሉ ደብሪ ንምድላይ ነዊሕ ተጓዕዙ። እዚ ኸኣ ሓንቲ ኣዝያ ንእሽተይ ቁራስ እንጌራ ኣብ ኢዶም ነበረቶም እሞ ኣብ ዝኸድዎ ስፍራ ጸሎት ገይሮም ይቝርስዋ ነበሩ። እንሆ ኸኣ እግዚኣብሔር ነዛ ቁራስ እዚኣ ኣበርኪቱ ኣብ ዝሃበኒ ቦታ ኣብኣ ክኸውን ንኣምላኸይ ከኣ ክልምን እየ ዝብል ሓሳብ ሒዞም ተጓዕዙ። ኣብ ብዙሕ ቦታን ጎቦታትን በጽሑ። እንተኾነ ግን ከምቲ ዝበልዎ ኣይኮነሎምን። ኣብ መወዳእታ ናብዚ ሕጂ ብስሞም ተደኪኑ ዘሎ ገዳም ቅድሚ ምድያቦም ኣብ እግሪ እቲ ጎቦ ኣብ ሓንቲ ሓረግ ኮይኖም ጸሎት ገበሩ። እንሆ እቲ ሓያል ናይ ምሕረት መልኣኽ ዝኾነ ቅዱስ ሚካኤል ናብ ኣብነ ኣረጋዊ መጸሞ ኣንታ ናይ እግዚኣብሔር ኣገልጋሊ ዝኾንካ ኣረጋዊ እንሆ ካብ ምድራዊ መንግስቲ ሰማያዊ መንግስቲ ስለ ዝመረጽካ ደስ ይበልካ ዓቢ ክብሪ ተዳልዩልካ ኣሎ ሕጂ ኸኣ እግዚኣብሔር ናብዚ ጎቦ እዚ ዘውጽኣካ ክሳዕ ዝልእኸልካ ቁርብ ተጸበ ኢልዎም ከደ እዚ ነገር እዚ ምስ ሰምዑ ኣቡነ ኣረጋዊ ልቦም ተሃወኸ መንፈሶም ከዓ ሓዘነ ከምዚ ኸኣ በሉ ኣነ ነፊረ ከይድይብ ከም ንስሪ መንገብገብ ኣይተዓደልኩን ከም ቅዱሳን ሃዋርያት ብደመና ተጻዒነ ኸይከይድ ከኣ ብቕዓት የብለይን እናበሉ ኣምሪሮም ኣልቀሱ ምኽንያቱ ኣቲ ሰብ ዘይኣትዎን ዘይድይቦን እምባ ክድይቡ ክቱር ዝኾነ ድሌትን ባህግን ኔርዎም። በዓል ምሉእን ሰፊሕን ትዕግስቲ ዝኾነ እግዚኣብሔር ግና ብርታዔኦምን ተጻዋርነቶምን ንምምርማር ቀልጢፉ ኣይደየቦምን። ብድሕሪ እዚ ከም ኣደን ከም ኣቦን ዘጸናንዖም ዝነበረ ቅዱስ ምካኤል ተመሊሱ ንኻልኣይ ግዜ መጸ። ናይ እግዚኣብሔር ፈታዊ ዝኾንካ ኣረጋዊ ኣጆኻ ኣይትፍራህ እንሆ ስልጣን ተዋሂቡካ ኣሎ ሕጂ ኸኣ ሓደ ዓቢ ገበል ክመጻካ እዩ ኣብኡ ተጻዒንካ ድማ ናብቲ ዝባን ናይቲ እምባ ክድይብ ኢኻ ኢልዎም ከደ እቲ ገበል ድማ ሰዓት ትሽዓተ ናይ ንግሆ መጸ በቲ ገበል ተጻዒኖም ከኣ ጉዕዝኦም ናብቲ ነዊሕ እምባ ጀመሩ እንተኾነ እቲ ፈታኒ ዝኾነ ሰይጣን ብልሳን ሰብ ገይሩ ናብዚ እምባ ትድይብ ዘለኻ እንታይ ክትበልዕ ኢልካ ኢኻ? ኣብኡ ዝብላዕ ኮነ ዝስተ ነገር የለን፣ ኣብኡ ቀትሪ ፀሓይ ለይቲ ኸኣ ቁሪ እዩ እናበለ ተዛረበ። ኣቡነ ኣረጋዊ ተኣዘዝካዮ ግበር፣ ንእግዚኣብሔር ዝሰኣነ የለን ክብሉ መለስሉ። በዚ ሰዓት እዚ ኣቡነ ኣረጋዊ መታን ከይፈርሁ እቲ ገበል ኣብ ልዕሊኦም ሓደጋ ከየውርደሎምን ቅዱስ ሚካኤል ሰይፉ መሊሑ ኣብ ጎኖም ኮይኑ ይሕልዎም ነበረ። ረድኡ ኣቡነ ማትያስን ካልኦት ትሽዓተ ሰዓብቱን ኣቡነ ኣረጋዊ ብገበል ተጻዒኖም ክድይቡ ምስ ረኣይዎም ኣዝዮም ተደነቑ። ዕለት 12 ጥቅምቲ ኣቡነ ኣረጋዊ ኣብ ዝባን እዚ ደብሪ ምስ በጽሑ ሰለስተ ግዜ ሃሌሉያ ለኣብ ሃሌሉያ ለወልድ ሃሌሉያ ለመንፈስ ቅዱስ እናበሉ ኣመስገኑ። በዚ ኸኣ እዚ ደብሪ እዚ ደብሪ ሃሌሉያ ተባሂሉ ይጽዋዕ እዩ።